ሰላም ሰላም ሰላም ሰላም ሰላም ተኸታተልቲ ሚኪ ቲቪ ከመይ ኢኹም ደሓን ዲኹም ኣነ ፅቡቅ ኣለኹም ዛን ዘለኾኑ ትሉ ትምተይ ወሰን የብሉን እምበር ገሎም ኣንቲ ዝበልኩም መደብ ሒዘልኩም መፅለው ክቡራት ተኸታተልትና ነዚ መደብና ላይክ እንዳገበርኩም ክትኣትዉ ነዘኻኽረኩም። መርገ ልምዓት መደብና ህወሓት ንሕና ባርያ ናይ ሻዕብያ ኣይንኸውንን ብዝብል ከምኡ እውን ወዮ ዕዋላ ፈላሲ ትፈልጥዎ ኹም ሓደ ፈላሲ ነይሩ ፈላሲ እንዳተባህለ ምስ ጌታቸው ኮይኑ ዝጭድር ዝነበረ ከም ተፈገ እዩ ዝግለጽ ዘሎ ከም ትሪእዎ ዘለኹም ኣብ ስእሊ ከነምጻልኩም ኢና እንደገና ሓፈሻዊ ዘሕፍር ስራሕ ናይ ጉባኤ ግንባር ዝብል ሒዝናልኩም መፂና ኣሎና ክቡራት ተኸታተልትና እቲ ቀንዲ ድሕራ ክንሰምዖ ቀኒና ድሕራ ኮይና እቲ ቀንዲ ዝዝረበሉ ዝነበረ ናብ ንወርድ ኣለና ቐረብና ኣተና ጉባኤና ገለመልታት እንዳበልካ ዝግበር ዝነበረ ናይ ኣዲስ ኣበባ ፍሹሉን ዘሕፍርን ከምዝኾነ ዳርጋ ብዙሕ ግዜ ኣብዚ ሜዳታት ክትሪእዎ ዝፀናሕኩም ዝዋዕዋዕ ዝነበረ ክስታይ ሓድሽ ነገር ኣይኮነን ንዓኹም ግን ከዓ እዚ ጥራሕ ዘይኮነ ብዙሓት ዓፊኖም በይኖም ኮይኖም ክገብርዎ ዝሓሰቡ ግን ከዓ ከምዝፈሸሎ ከምኡ እውን ኣብ እስራኤል ዝነብሩ ገለ ኣካል ናይቶም ደንበ ዕንኪልል ገለ ዝበልዎ ኣሎ እሞ ናብኡ እስከ ክነብረኩም ንቕድም
ከመይ ሓዲርኩም ከመይ ሓዲርክን ብሓፈሻ ኩልኹም ከመይ ቀኒኹም ሰላም ዲኹም ኣነ ብጣዕሚ ፅቡቅ ኣለኹ ከምቲ ኣነ ፅቡቅ ዘለኹዎ ፅቡቅ ንክትህልወካ ናይ ወትሮ ትምኒተ እዩ ብምቕፃል ብጣዕሚ ጠፊእና ኣለና ካብ ዝብርብ ዋላ እቲ ናይ ሰላምታ እውን ዋላ ኣጀንዳ ተደይብልና ሰላም ክንብል ኣይንወርድን ዘለና ብፍላይ ኣመራርሓ ማለት እዩ እቶም ኩላትኩም ኣብዚ ተገዲስኩም ሰላም ክትብሉ ይጠቅም ዝበልኩምን ኣብዚ ግሩፕ ተውርዱ ዘለኹም ከዓ ቀፅልዎ ናብዞም ከምዚ ከማይ ሕማቃት ኣይትርኣይ ክብል ይደሊ ካልእ ኣብዚ ናይ ዳኒ ሓውና ኣውሪድዎ ዘሎ ሕቶ ማለት እዩ ከም ዞባ እስራኤል እቲ ወይ ድማ እቲ ዝኸየድ ዘሎ ናይ ግሎባል ኩላትና ንዕዘቦ ኣለና ኢና እቲ ፍሕፍሕ ወፂኡስ ኣብ ገዛት መስ ሜዳ ኩሉ ተዘርጊሑ ኣሎ ማለት እዩ ስለዚ እዚ ግን እቲ ዝኸየድ ዘሎ ምናልባት ንኮላትና ጽቡቅ ኣይተሰማዓናን ኣነ ብውልቀይ ክሪኦ ከለኩ ውን ብጣዕሚ ዘሰንበደኒ ነገር ኢዩ ማለት ኢዩ ንሕና ከም ዞባ እስራኤል ኣቀደም ኣቢልና ምስ ናይ ግሎባል ኣቲናን ወይ ድማ ሂደት ከም ዝነበረና ዋላ ኣብ ጨንፈርና ከይተረፈ ውን ብኣድሚን ሃብቶም ሓውና ኣባል ባይቶ ማለት እዩ ተገሊፁልና እዩ ማለት እዩ ምስ ግሎባል ከም ዘለና ብሓፂሩ ኣብቲ ዝነበረ ናይ ግሎባል ኣቐድም ኣቢልና ምስቲን ካልእ ክፍለ ዓለማት ብምልእን ዘለዋ ከም ግሎባል ንሕና ከም ዞባ ሰራይል ክንቅጽል እንተደኣ ኮይና እንትርፎ ብዙም ካብኡ ወጻኢ ብኣካል እንራኸበሉን እንሳተፈሉን ዝኾነ ይኹን መድረኽ ስለ ዘይብልና ኣብዚ ንሕና ምህላውና ትርጉም የብሉን ብምባል ብዝተፈላለየ ምኽንያት ማለት እዩ እቲ ናይ ግሎባል ዝብል ዞባ ሰራይል ስሒባቶ እያ ጸኒሓ ማለት እዩ። ስሒባቶ ብምጽናሕ ብድሕርኡ ግን ኣብ ባይታ ብምውራድ ኣብ ባይታ ተወሪዱ እቲ ባይታ እውን ስለ ዝተኸፍተ ንሕና ከም ዞባ እስራኤል ከም ቃልስና ኣብ ባይታ እንተ ተወሪዱ እንተ ወሪዱ እቲ ቃልሲ እዩ ማለት እዩ ንሱ እውን ድሌትና ስለ ዝኾነ ነቲ ናይዚ ግሎባል ሓንጎፍ ኢላ ተቐቢላ ከዓ ኣብ ኣባላትና ካብ ዞባ እስራኤል ሰዲዳ ውክልና ማለት እዩ ኣካል ናይቲ ግሎባል ኮይና እያ ብሓፂሩ ኣብዚ ዝኸየድ ዘሎ ኪደት ብምልኡ
ዝኾነ ከም ዝሰማዕኩሞ እዩ ጉዳይ ሕንፍሽፍሽ ኣትዎም ግንባር ከም ትሪዎም ዘለኹም ዳርጋ ናብ መፀረር ወይ ከዓ ቀስ እንዳበለ ናበይ ተኣኻኸብ ከም ዘሎ ዳርጋ ንሪኦ ዘለና ኢና ሓድሽ ነገር ዝተፈጥረ ነገር የለን ትማሊ ግን ግብኦ ኣለና ብምባል ኣብ ኢትዮጵያ ብዙሕ ዳንኬራ ብምግባሮም ሰባት ኣለውና እንዳበሉ ናይ ሜዳ ሃልኪ ብዙሕ ዝሰርሑ ዝነበሩ እስከ ሓደ ካብኣቶም ገረብ ሓኽላ እዩ መገለ እስኪ ንበሎም
እዚ ጉባኤ ዕጹው ክኾን ተደልዩ ስለምንታይ እዩ ኣብ ዕጹው ኣደራሽ ክኾን ተደልዩ ከምቲ ዝብሉና ዝነበሩ ከ ኣበይ እዩ ዘሎ እቲ ሰብ ዝኩሉ ካብ ኤሮጳ ተወኪሉ ወሪዱ ኣሎ ገለ ክበሃል ዝቀነየስ ኣበይ ዳ ኣሎ እቲ ሰብ ኣበይ ተሸሪቡ ናይ ትግራይ ውድብ ገለ መለ ኣምፂእካ ትምልኦ ነዚኣ ምቃል ኣደራሽ ከማንስ ኣበይ እዩ ዘሎ እቲ ሰብ ከምኡ ዲ ክኸውን ነይርዎ ኣብቲ ዝሓለፈ ዝገበርዎ ጥራይ ከማን ክንድምንታይ ዩቲበራት ክንድምንታይ ጋዜጠኛታት ኣብኡ ተሳቲፎም ነይሮም ብዝኾነ እቲ ንሪኦ ዘለና ምስክር እዩ ብከምኡ ከም ዘይክየድ በይንኻ ናብ ዝብፃሕ ከም ዘየለ ናይ ሚድያ ሃልኪ ኣነ ዝሪኦ ዘለኹ ናይ ሚድያ ፕሮፓጋንዳ እዩ ልክዕ ከምቲ ሚድያ ፕሮፓጋንዳ ዝግበር ዘለካ ነቲ ፕሮፓጋንዳ ናይ ሚድያካ ካውንተር ንገብሮ ሰብ ሚድያ ኣለና ስለዚ
የስ ብጣዕሚ ፅቡቅ ፍናን ብጣዕሚ ፅቡቅ ስራሕ ፍናን ፅቡቅ ሒዝካ ኣለካ እዛ ጉዳይ ከምዚ እቲ ሜዳ ክኸውን ዘለዎ ረይዎም እቶም ሰባት ኣብኡ ዝወዓሉ ናይ ትግራይ ውድባት እንዳወሰኹ ገለ እንዳወሰኹ እንትን ኣይቅድሞም ማለት እዩ ዝገብሮ ዝነበሩ መንእሰይ ሕጂ እውን ኣይትታለልና ክንብል ንደሊ እስኪ ሓንቲ ላ ኢትዮጵያ ብዛዕባ ናቶም ሪኣ ዝበለቶ ሓዳስ እያ ትኸውን ምስክነይቲ ኣይትፈልጥን ትኸውን

ኢላ ትገልጽ ዘላ ገርመከም ናይዚኦም ናይዚኦም ነገር መቸስ ካየስሓቐኩም ኣይተርፍን ደቂ ኤረይ ግን ሓበሻ እውን ንሳቶም ዘይፈልጥዎ ዘይኮኑ ነቲ ክስታይዝ በቃ ከመይ ገርና ነቶም ኤርትራውያን ዝበሃሉ ስዳውን ንገብሮም ብዝብል እዩ እቲ ቀንዲ እቲ ዕላማ እቲ ሓደ ኣብዚ ንህለው እዚኦም እዮም እቶም ሕዋትኪ ወይ ደቂ ዓድኺ ትርእዮም ዘለኺ ናይ ግርድና ንመጀመርታ ግዜ ወረቀት ተዋሂቦም ናይ ግርድና ካብ ሃገሮም ዝስደዱ ኣብ ዓለም ኣብ ዓለም ኢና ንብል ዘለና ኣብ ሃገር ኣይኮናን ካብ ኣፍሪቃ ኣይኮናን ካብ ገለ ኣይኮናን ኣብ ዓለም ንመጀመርታ ግዜ ናይ ግርድና ወረቀት ተዋሂቦም ወይ ናይ ክስታይ ወረቀት ተዋሂቦም ንስደት ዝወፅላ ሕጋዊ ወረቀት ገሮም ዝወፅላ ንስደት ንመጀመርታ ግዜ ሓንቲ ሃገር ኣላ እታ ሃገር ንሳ ከዓ መን እያ ኢትዮጵያ ትበሃል ሃገር እያ ኢትዮጵያ ትበሃል ሃገር ዝበዝሑ ክስታይ ዝወፁላ እያ እንድሕራ ሪእኹማ ዝበዝሑ ናብ ስራሕ ኢሎም ንስዑዲ ዓረብ ድዮም ናብ ገለ ሲ ብዝሓሰረ ዋጋ ክሽየጡ ዝወፁላ ዓዲ ምዃና መቸስ ኣይንስሕቶን ኢና ክንደይ ግዜ ዝረኣናዮ ክንደይ ግዜ ዝነበረ ናይዚኦም እዩ እቲ ሓደ ረይዎ ኣብዚ ንህለኪ እዚኦም ኣሕዋትኪ እዮም ተላለዮም እዚኦም ተላለዮም ኣሕዋትኪ እዮም ዝኾኑ ዘለዉ ረዮም እዚኦም እዮም ከንድዚ ይኾን ስደተኛ ሒዝኩም ንባዕልኹም ብዛዕባ ናይ ካልእ ሃገር ክትዛረቡ ከለኹም ብጣዕሚ እዩ ዝገርመኒ ብጣዕሚ እዩ ዝገርመኒ እንዴት ቢለሞ እንታይ ኢለሞ ክምልሰሎም እየ ምናልባት እቶም ካልኦት ክትምልስሎም ወይ ክትረኽብዎም ተኽኢልኩም ክትዛረብሉ

ንዕ ኸይዲ ጓሓፍ ጓሓፍ ጓሓፍ ዝኾነ ኣብዲ ኣሕመድ ካብቲ ቅድሚ ህጂ ዝነበረ ናይ ባሕሪ ዘድልየና ብዙሓት ኢና ዝብል ዝነበረ ሓሳብ ሓደ ብልፅ ዝበለ ሓሳብ ኣምፅኡ ኣሎ ንሱ ከዓ እንታይ ከመይ ጌርካ ንህዝብኻ ሕማም እቲኻ ተጥፍኦ ብዝብል ፅቡቕ ስራሕ ሰሪሑ ኣሎ ምናልባት ባሕሪ ከም ዘየድልዮ ንሕና ደጋጊምና ነገርና ኢና ብሰላማ ከም ዘድሊ ወይ ከዓ ነቶም ዘይትፈልጥዎ መከላኸሊ ጥንሲ ከም ዘድሊ እምበር

እዚ ኣቢ ኣሕመድ ገይርዎ ዘሎ እቲ ብማይታት ኣሽሓት ሰባት ብኲናት ሞይተብሉ ክሞትሉ እውን ሃቂንሉ ዝነበረ ሕጂ እውን በሽሓት ክቐትለሉ ዝኽእል ምስቲ ናይ ምርጫ ንኣብነት ሕጂ ኣብ ምርጫ እዚ መድሃኒት እዚ እዚ ስሚ እዚ እዚ ሕማም እዚ ኣምፅኡ ኣብ ምርጫ ምእካብ ኣይፍቀድን እዩ ክስታይ ኣይፍቀድን እዩ ብዝብል ነቲ ናይ ምርጫ ግዜ ወይ ነቲ ናይ ምርጫ ዕለት ንምስንኻል ኢሉ ዝገበሮ ሓድሽ ሕማም ካብ ኣፍሪቃ ድዩ ካበይ ኣምፅእዎ ንዑይ ዝምልከት ሓድሽ ቫይረስ ዘርጊሑ ኣብቲ ዓዲ

እወ ብዝኾነ እቲ ናይ ሕማም ንሓደ ዶክተር ከም ዝቐተሎ ነቲ ዶክተር ክቐብሩ ኢሎም ዝኸዱ ከዓ ንባዕሎም ሓይሞም ከም ተመልሱ ዓለም ብምሉ ብዛዕባ እዚ ሕማም እዚ እናተዛረበ እዩ ካልእ ሜዳታት ናይ ኢትዮጵያ ግን ኣይዛረባሉን ኣለዋ ሚዲያዎች ዝም ጭጭ ብለዋል ይህን የሚደረገውን ጉዞ ሊያሰናክሉ ይፈልጋሉ ይህን ወይም መንግስታት

ራስህን ጠብቅ ተጠንቀቅ ኣምልጥ ራስህን ከዚ ክፉ ወረርሽኝ በሽታ ኣድን። እወ ብዝኾነ እዚ ሕማም ብዝኾነ ኢልካ ተገብረ ንሕና ይንጸሎ ኢና ካብ ባሕሪ ባሕሪ ምባል ሓደ ከምኡ ምግባር እዩ ሓደ ከዓ ከይተወልዱ ከለዉ መድሃኒት መከላኸሊ ጥንሲ ምጥቃም ኢልና ንዛረበሉ ነበርና ስለ ዝኾነ ጽቡቕ ሓሳብ እዩ ኣቢ ኣሕመድ ካብ ኩናት ከፊትካ ነብስኻ ተጥፍእ ካብቲ ምህላውካ ህላውነት ናይ መዲ ዘለኻዮ ስልጣን ትእለ ከምዚኣ ገርካ ብሕማም ገርካ ህዝብኻ ምእላይ ይሕሸካ ከመይ ገርካ ትነብር ከዓ ኣይጠፋእካን ሕያል ሰብ ኢኻ ካልእ ኣብዚያ እንታይ ነዚ ነዚ ዶክተር ኢና ክንደግማ እስኪ ፅንሑ እዚኣ

እወ ብዝኾነ ነዚ ዶክተር ነቲ ሕማም ኣቃሊዕካዮ ወይ ከዓ ነቲ ሕማም ነጊርካ ብዝብል ካብ ስርሑ ከም ዝኣለይዎ እዮም ዝገልፁ ዘለዉ ብጣዕሚ እዩ ዘሕዝን ብጣዕሚ ካይነውሓኩም ኢሉ ኣስታይ ገረዮ ዘለኹ እቶም ሓተይ ንኺድ ኣብዚ እቲ ካልእ ዘገርም እንድሕር ኮይኑ እዚ እዩ ነዚ ፈላሲ እዚ ዘይትፈልጦ ክትኮኑ ትኽእሉ ንኹም በርከት ሄሎ
አቤት ሰላም ዶ እግዚአብሔር ይመስገን ቤታ ከመይ ቀኒዮም እግዚአብሔር ይመስገን አየ ወዲ ሳልፎ ኣለና ኣለና ኣባዋሽ
አዋ አዋ
ካብ ደገ ዶ ወስዳ ኣሎ ኣብርሃም ዝበሃል ወዲ ሓስነይ ስልኪ ይውኒ ኣሃ ናይ ኣዲስ ኣበባ የን ይኾነ
እሺ ዝሓወይ። ኣካውንት
ክልእኩልካ እሞ ክልተ ሽሕን ሓሙሽተን እዩ ዘለኒ ሓቀይ?
እሺ እወ። እወ በቃ ኣነ ወስኽ ከየብል ኣነ እኳ ምሳኻ ስሚዐ ነይረ ሕጂ ሰራዊት እዞም ሕማቓት ኣቐይሞምኒ እዮ ከምኡ ኮይኖም እምበይ። ኣይዞኻ ኣረ ችግር የብሉን ዝሓወይ ክብረት ይሃሊ ኣብ ድላእኻያ ዕድመ ጥዕና ይትሃብካ። በቃ በቃ እና ምስ መጹ ኣዲስ ኣበባ መኣዝዮም ዝመጹ? ኣነ ኣዲስ ኣበባ የን እየ እሞ ከምዚ ንብሎ ዘለኹ።
ኣዲስ ኣበባ ኮይኑ እዃ ምድያታት ወዲ እፎይ ትቀርብሉ መሳፈርቲ ዘድልዮ ድዩ። ኣዲስ ዋይ ዋይ ኣብ እኮ ሕጂ ክመጹ እዮም መሳፈሪ ስደደሎም ክልእ ከልካ ኢልንስ ሓውናተይ ክሰደሎም ክልዕ ኢላ ንዓ ኣነ ንክመጹ መሲልኒ። ዋይ ንርኢ ኣርኣኻዮ ግዲ ተላኡ እኮ ርእዮሞ እኮ እዮም ተሓጉሱ እኮ እዩ ህዝቢ ትግራይ ተናቃኒቃ እዞም ድያስፖራ ኩላ ተሓጉሳቶም ሕክምና ልእኩም ንሕግዘኩም ኢና ይዘኹም ኢሎም ለቁጥኒ ኣብይ ሓምድ እያ ዝብል ኣስሃር እዩ።

ያ ዝኾነ ዝትሪእዎ ዘለኹም ዘይትፈልጦ ይኮንኩም ሓደ ክሳይ ዝብል እዚ ፈላሲ ዝብል ገረይዎ ትስርሑ ኩሉ ግዜ ትሰምዑ ዘርኩም ኣብቲ ሜድያ ሕማቕ ኣፀያፊ ዘረባን ገለ ዝዛረብ ነበረ ናብ ተመሊስካ ክስታይ ትርጉም የብሉን እዚ ትሪእዎ ዘለኹም እዚ ፈላሲ በሃላይ ኣብ ትግራይ ብደንጎላ ገይሮም ርእሱን ገለመሉን ጀፊዕም ጀፊዕም ገዲፎሞ ጌታቸው ረዳ ካብ ኣዲስ ኣበባ መፂኡ ንዕዑ ሒዝዎ ከም ዝኸደ እዩ ዝዝረብ ዘሎ። ከም ትሪእዎ ዘለኹም እዩ። እንኾነ እዚ ኣብ ኣዲስ ኣበባ ወፂኡ ሃዲሙ ከም ዘሎ እዩ ዝግለፅ ዘሎ ኽንብለኩም ንደሊ። ቀዳምነት እቲ ፈላሲ ከም ዘይኮነ ኣብቱ ስርሑ ኢና ንሪኦ። ማለት ፈላሲ ከምኡ ኣይኮነን። ናይ ከተማ ፈላሲ ምናልባት ከመይ ከም ዝገብሩ ኣይንፈልጥን ኢና። ግና ከም እትሪእዎ ዘለኹም ተጀፊዑ ተጀፊዑ ኣዲስ ኣበባ ወፂኡ ከም ዘሎ እዩ ዝግለፅ ዘሎ ብጣዕሚ ብጣዕሚ ፅቡቕ ስራሕ ነቲኦም እንዳ ክስታይ ኣለኹም እተን ሕቶ እዚአን እንተዘይተመሊሰን ኣብዚ እቲ ህወሓት ተለኣኽቶ ናይ ሻዕብያ ይንኸውንና ብዝብል ንበልናኩም እስኪ ንኽንስማዕ ንኽዘራረቡ ድልዋት ተዘይኮይኖም ተጠንቂቕኩም ኪዱ ክልተ እግርኹም ናብ ሻዕብያ ምስ እተኹም ተለኣኣኽ ኹነኒ ክትብለኩም እያ ሻዕብያ እምብለይ እንተልኩም ኢትዮጵያ ብሃገር ክሕደት ክትሓስበኩም እያ ህወሓት ማለት ሃገር ክሕደት ብሃገር ክሕደት ትሕተት ኣብኡ ዝነበረ ፍቲ ፅምዶ ዝነበረ ብሃገር ክሕደት ዝሕተት ዝኾነ ማለት እዚ ሃይለ ብዙሕ ንቑሕ ከም ዘይኮነ ዳርጋ ኩላትኩም ንፈልጥዎ እዩ ሓድሽ ነገር ክህሉ ይክእልን እዩ ሃይለ ማለት ደንቆሮ እዩ ወላ ሓንቲ ክስታይ የብሉን ሃገር ክሕደት ዝባሃል ኣንጻር ናይቲ ሰራዊት ናይቲ ሃገር ኣንጻር ናይቲ ዓዲ እንድሕር ኣሰርሒካ ሃገር ክሕደት እዩ ሃገር ክሕደት ሎሚ ዘይኮንኩን ቀደም ኢኹም ተባሂልኩም ሃገር ከም ዝኸሓድኩም ማለት እዩ ክሒድኩም ኢኹም ከዓ ብሓቂ እንድሕራ ንሓደ ሃገርካ ዘሎ ሽግርካ ብሓደ ኮንካ ምፍታሕ ገዲፍኩም ብረት ኣልዒልኩም እዚ ክሕደት እዩ ፈቲኹም ጸሊእኩም ማለት ንሱ እዩ ዘሎ ካልእ ንምጻልኩም ነገር የለን ነጻብቆ ነገር ክህሉ ይክእልን እዩ ካልኣይ እንታይ እዩ ዘሎ ሻዕብያ ተለኣኺት ክትገብረኩም እያ ብላ ኣሎ ያ ፖለቲካ ማለት ከምኡ እዩ ፖለቲካ ማለት እንታይ ክትገብር ነቲ ጸላይኻ ዝነበረ ፈታዊኻ ክትገብሮ ንሕራ ኮንካ ወይ ከዓ ነቲ ኣንጻርካ ዘሎ ናባኻ ክትቕርቦ እንትኾንካ ወይ ከዓ ነቲ ሓደ ምሳኻ ዘየለ ግን ከዓ እሙን ናትካ ክትገብሮ እንድሕር ኮንካ ምስቲ ክዕርቐ ክእል እዩ ክኸደ ክእል እዩ ዝበሃል ትግምጦ ከመይ ጌርካ ከብድን ሕቆን ትገብሮ ድሕሪ ከብድን ሕቆን ጌርካ ከመይ ጌርካ ናትካ እሙን ትገብሮ ናትካ እሙን ተለኣኣኺ ድዩ ናትካ እሙን ተቓላሲ ድዩ ናትካ እሙን መማኽርቲ ድዩ ከም ዝኸውን ትገብሮ እዩ ወደያይ ኣይፈለጥካን ዲኻ ኣይፈለጥካን ዲኻ በዓዚ ሽጉርቲ እዚ መቸስ ኣበይ ክፈልጥዎ ሕራይ ተጠንቀቒ ሻዕብያ ክስታካ ኣይትገብረኹም ሃገር ክሕደት ክሕቶ ተወዲኡ እኮ እዚ እኮ ተወዲኡ እኮ መህተም እኮ ተገይሩሉ እዩ ሕጂ ፈቲኻ ጸሊእካ ከመይ ገርካ ነብስኻ ተውጽእ ነብስኻ ተውጽለሉ ትኽእል ትግራይ ወይ ከኣ እዚ መራሕቲ ትግራይ ቦታ የለ እቲ ሓንቲ ቦታ ዘላ ምስ ኤርትራ ተማኺርካ ከመይ ገርካ ትወጽእ ትብል እያ ኣብቲ ጽምዶ ዝነበረ ቦቲ ከዓ ሓይሊ ከይረክብ ተለኣኽ ኩነኒ ክብል እዩ ብክልተ እግሩ ከመይ ትእተው እንድሕር ዘይመሊሰሞ እንዚ ፓራለል እንተዘይኮይንና ክልተ እግሩ ከመይ ትእትው እንዲ ነይሩ ሓቂ ንሕና ዋርድያ ኢና ንኤርትራ ብኢትዮጵያ ንዝመፃ
ንሕና ዋርድያ ኢና ንኤርትራ ብኢትዮጵያ ንዝመፃ ይብል ኣሎ ካብ ሕጂ እንድሓር ዋርድያ ክትኮኑ እንድሕር ኣሳኒዕኩም ፀገም የብሉን ንዝፅምዶ ፀገም የብሉን ክንሪኦ ኢና እንተ ደኣ ዘየለ ግን ዋርድያ ዘይኮንኩም መጥፊት ኣኹም ነርኩም ማለት እዩ ናይ ቅድም ድሕራ ኮይኑ ኤርትራ እውን ዋርድያ ክትኮነና ኣለዋ ብላዕሊ ንዝመፀና ባዕላ እንተነኣሰ ኢዳ ክትስሕብ ክትክእል ኣለዋ ካብ ትግራይ እዚ ኣብ ምርድዳእ እንተበጺሑ ንሕና እውን ንሶም እውን ንጥቀም ናብኡ ንበጽሕ ደለና። እወ ደሓን እዚ ጽቡቕ እዩ በቲ ንስኹም ናይ መሬት ንሕና ናይ ላዕሊ ማለት እዩ ጸገም የብሉ ንስኹም ሓይሊ ምድሪ ንሕና ሓይሊ ኣየር ማለት እዩ ጽቡቕ እዩ ጽቡቕ ጽቡቕ ሓሳብ እዩ ሃይለ ደደቢት ነቒሕካ ዶ ሃይትነቅሕ ኣነ ከመይ ዓይነት ሽጉርቲ ዝኾነ ሰብ እዩ ኣነ ይፈልጥን እየ ብጣዕሚ እዩ ዝገርመና እዚ ሰብ እዚ ማለት ደረጃ ንቕሓቱ ሓደ ሰብ ዋላ ደንቆሮ ተኾነ ማራ ደንቆሮ ተኾነስ ማዕረ ክንድዚ ደንቆሮ ክኸውን ማለት ብጣዕሚ እቲ ክስታይ ሓፈሻዊ ግን ድሕሪ ሕጂ ክሕደት ሃገር ክንፍለጥ ኢና ድሕረት ሃገር ኢልኩሞ ኹም ጌርኩሞ ኹም ኩሉ ነገር ተገይሩ እዩ ሕጂ ምስ ኤርትራውያን ጎረቤትኩም ከመይ ኢልኩም ብሓቢርኩም ናይ ሓባር ረብሓኹም ተረጋግጹ ክሰርሑ እንድሕር ኣኹንኩም ከምዚ ዝብል ቀሳቃሲ ዘረባ ጠጠው ኣቢልኩም በቲ ዝበልናኩም በቲ ዝበልናኩም ክትከዱ ንነግረኩም በርከስ ወላ ሓንቲ ጅምሲ ኢትዮጵያ ወላ ሓንቲ የብልኩምን ክትዕረቑሉ ትኽእሉ መገዲ ዋላ ክህሉ ይክእልን እዩ ምስ ኤርትራ ንድሕራ ተባይስም ከዓ እንታይ ከም ዝኸውን ኣይትስሕትዎ ንኹም ኣብ መንጎ ንክልተ ሰባት ንክልተ ሃገር ትዋጉ መንጎ ኮንኩም ኣይትኽእሉን ኢኹም በይናይ ዓቕሚ በይናይ እጋር በይናይ ኣሰጋጋር ጥንቅቕ ኢልካ ምስ ናይ ኤርትራ ጉዳይ ካይሰቃሰቕካ ካይጎዳዳእካ ምስራሕ እቲ ዝበለፀ በሃላይ ኣነ ኣሕዋተይ ባርከት ክቡራት ተኸታተልትና ናይ ለምዓት መደብና ኣብዚ ክንዛዝም ኢና ካልእ ግዜ ብቀፃሊ ብካልእ መደብ ክሳዕ ንራኸብ ሰናይ መዓልቲ ይግበረልኩም ሰሰናዩ ኤርትራን ኤርትራውነትን ንዘለኣለም ተሓፊሩን ተኸቢሩን ክነብር እዩ ንሕና ማስ ሜዳ መንደላይ ኣብ ሜዳ ንኤርትራ ትንክፍ ከም ቆፅሊ ረግፍ ዘለኣለማዊ ዝኽርን ሰማእታትና ወትሩ ወትሩ